ሰላም ሰላም ተኻታተልቲ ሪምና መድያ ቻነል ከመይ ቀኒኹም እንቋዕ ድሓን መጻኹም ናብ ቻነል ኣነ ብጣዕሚ ጽቡቕ ኣለኹ ከምዚ ኣነ ብጣዕሚ ጽቡቕ ዘለኽዎ ጽቡቕ ንኽትብሉ ድማ ብዓል ምሉእ ተስፋ እየ እምበኣር ሎማዕንቲ ብሓድሽ ቪድዮ ተመሊስናኩም ኣለና ቅድሚ ናብቲ ትሕዝቶ ምስገርና ግን ናብ ቻነል ሓደሽቲ እንድሕር ኮንኩም ሳብስክራይብ ክትገብሩ ንሓተኩም ሓዱሽ ቪድዮ ክንለቅ ኮልና ቀልጢፉ መታን ክበጽሓኩም ነታ ደወል ቃጭል ጠውቅዋ ዘዘውረድናያ ቪድዮ ኣብ እዋኑ ክበጽሓኩም እዩ ኣብ ዝሓለፈ ስደተኛታት ካብ ብርጣንያ ንሩዋንዳ ንምምላስ ዝብል ብዙሕ ዜናታት ንሰምዕ ኔርና ሕጂ ኣብ ሰሉስ ከኣ እቶም ሸውዓተ ሰባት ክኸዱ ምዃኖም ሰሚዕና ኣሎና ማለት እዩ። ካብታ ሰሉስ ምሸት ክትብገስ ተሓሲባ ዝነበረት ነፋሪት ኩሎም ስደተኛታት ከም ዝተረፉ ምንጭታት መንግስቲን ማዕከን ዜና ፒኤን ኣረጋጊጾም። ኣብዚ እዋን'ዚ ቤት ጽሕፈት ውሽጣዊ ጉዳያት ነቲ ውሳነ ይግባይ ዝብለሉ መንገዲ ከም ዘየለን ተረዲኡ። ምኒስትሪ ውሽጣዊ ጉዳያት ፕሪቲ ፓተል፣ ምትእትታው ቤት ፍርዲ ሰብኣዊ መሰላት ኣውሮጳ ኣዝዩ ዘገርም ክትብል ገሊጻቶ። ብዙሓት ካብቶም ኣብዚ በረራ ዝተኣልዩ ኣብቲ ዝቕጽል በረራ ክኸዱ ከም ምዃኖም ርጉጽ'ዩ ድማ ኢላ ገሊጻ። ንሳ፣ ሕጋዊ ጉጅለ ቤት ጽሕፈት ውሽጣዊ ጉዳያት ኣብዚ በረራ ዝወሃብ ኩሉ ውሳነ ይግምግም ከም ዘሎን ንዝቕጽል በረራ ምድላዉ ሕጂ ይጅምር ከም ዘሎን፣ ኣትሪራ ገሊጻ። ድሕሪ እቲ በረራ ብሰሉስ ምሸት ናብ መሬት ምውራዱ፣ ሚስ ፓተል ኣብ መጀመርታ ናይዚ ዓመት እቶም ብሓደገኛ፣ ብዘይሕጋዊ መንገዲ ወይ ብዘይ ኣድላይነት ናብ ዓባይ ብሪጣንያ ዝኣትዉ ኣብኡ ህይወቶም ንምህናጽ ክጉዕዙ ንምርኣይ ምስ ሩዋንዳ ኣብ ዓለም ዝመርሕ ናይ ስደት ምሕዝነት ፈሪመ ኢላ። እዚ ድማ ንሞዴል ንግዲ ኣሰጋገርቲ ህዝቢ ንምስባርን ክሳራ ህይወት ንምክልኻልን ዝሕግዝ ኮይኑ ንሓቀኛታት ተሓለቕቲ ዝኾኑ ሰባት ሓለዋ ከረጋግፅ እዩ ኢላ። ምብፃሕ ስርዓት ዑቕባ ዓባይ ብርጣንያ ኣብ ኣድላይነት ዝተመስረተ እምበር ኣብ ኣሰጋገርቲ ሰባት ናይ ምኽፋል ዓቕሚ ዝተመስረተ ክኸውን የብሉን ኢላ ወሲኻ። እዚ ፖሊሲ እዚ ንብሃብ ቀሊል ከምዘይከውን ወትሩ እዛረብ ነይረ እየ። ሕጋውን ብድሆን ናይ መወዳእታ ደቒቕን ክስተታትን ናይ ሎሚ በረራ ክብገስ ኣይከኣለን ማለት ተስፋ ዘቑርጽ እዩ። ኣቐዲሙ ኣብ ውሽጣዊ ኣብያተ ፍርድና ተደጋጋሚ ዓወት እኳ እንተረኽበ፣ ቤት ፍርዲ ሰብኣዊ መሰላት ኤውሮጳ ጣልቃ ብምእታው ግን ኣዝዩ ዘሕዝን እዩ። እዚ ተደጋጋሚ ሕጋዊ ዕንቅፋት ምስቲ ምስ ካልኦት ናይ ምእላይ በረራታት ዘጋጥመና ዝመሳሰል ኮይኑ፣ ብዙሓት ካብቶም ኣብዚ በረራ ዝተኣልዩ ድማ ኣብቲ ዝቕጽል በረራ ክኸዱ ከም ምዃኖም የረጋግጸልኩም ኢላ። ቅኑዕ ስራሕ ካብ ምግባር ዶባት ሃገርና ንምቁጽጻር እዘን ዝሓዝናዮ መደባት ካብ ምቕራብን ኣይንዕንቀፍን ኢና። ሕጋዊ ጉጅለና ኣብዚ በረራ ዝወሃብ ነውሲ ወከፍ ውሳነ ይግምግም ኣሎ፣ ምድላዋቱ ድማ የጻፍፍ ኣሎ። ኣቐዲሙ ቦሪስ ጆንሰን ስደተኛታት ዝውክሉ ጠበቓታት ናይ መወዳእታ መስርሕ ቤት ፍርዲ ኣብ ዝካየደሉ ዝነበረ እዋን ንስራሕ ገበነኛታት ጉጅለታት ይድግፉ ከም ዘለዉ ሓሳብ ኣቕሪቡ ነይሩ። እቲ ቀዳማይ ሚኒስተር ካብ ቤተ ክርስትያን እንግሊዝ ካብ ልኡል ዌልስ እውን ነቐፌታ እኳ እንተቐረበሎም መንግስቲ ካብ ፖሊሲኡ ከም ዘይዕንቀፍ ኣጽኒዑ ሓቢሩ። ሚስተር ጆንሰን ካብ ገለ ቁሩብ ዘይተጸበናዮ ወገናት ብዛዕባ እቲ ውጥን ነቐፌታ ከም ዝነበረ እኳ እንተ ኣመነ እቲ ሞያዊ ሕጊ ግን ቀንዲ ምንጪ ተቓውሞ ናይቲ ንሓተትቲ ዑቕባ ናብቲ ኣፍሪቃ ሃገር ናብ ሓደ ኣንፈት ዝልእኽ ፖሊሲ ርዋንዳ ምዃኑ ኣጉሊሑ። ዋና ኣካያዲ ስራሕ ቤት ምኽሪ ስደኛታት ኤንቨር ሶሎሙን፣ እቲ ናብ ሩዋንዳ ዝግበር በረራ ሎሚ ምሸት ከምቲ ዝተሓሰበሉ ከም ዘይተበገሰ ምስ ሰማዕና እፎይታ እኳ እንተረኸብና፣ መንግስቲ ግን ነዚ ምስ ሰምዐ ንምጽጋጥ ቆራጽነት ከም ዘለዎ ንጹር እዩ። እዚ ድማ ነቲ ሰብኣዊ ምምስካር ክንቅጽል ገዲፍና ስቓይን ጭንቀትን ህውከትን እቲ ናይ ምእላይ ስግኣትን ነቶም ድሕነት ጥራይ ዘለዎም ተስፋ ዝቑርጹ ሰባት ርሑቕ ሳዕቤን ከስዕብ እዩ ኢሉ። እቲ ናይ መወዳእታ በረራ ክብገስ ዘይምኽኣሉ ናይቲ ውጥን ኢ-ሰብኣዊ ምዃኑ መንግስቲ ድሕሪ እቲ ጉዳይ ዘሎ ገጽ ምርኣይ ምሉእ ብምሉእ ምእባዩን ዘመልክት እዩ። ዋና ጸሓፊ ማሕበር ህዝባውን ንግዳውን ኣገልግሎት ማርክ ስሩዋትን፣ ቤት ፍርዲ ነዚ በረራ ደው ክብል ብምውሳኖም ሕጉሳት ኢና። መንግስቲ ነዚ መሰረታዊ ዝኾነ ናይ ምልክት ፖለቲካ ዝኾነ ኢሰብኣዊ ፖሊሲ ደው ኣቢሉ ስርዓት ዑቕባ ኣብ ምሕታት ብዕቱብ ክዋፈር ዝጅምረሉ እዋን እዩ። ምእንቲ እቶም ናብ ሃገርና ዑቕባ ደልዮም ዝመጹ ፍትሓውያን፣ ፍትሓውን ብመሰረት ሕግን ክሕዙ ከም ዘለዎም ለበዋ ኣቕሪቡ። እምበኣር ክቡራት ሰማዕትና ለማዓንቲ ኢል ሒዝናያ ዝነበርና ነዚ ይመስል። ክሳብ ብሓድሽ ቪድዮ ንመጸኩም ሰሰናዩ ንዓኹም።